ሰላም ምስ ኩላትኩም ይኹን ናይ ሎማዓንቲ መብፅኤ ከዓኒ ኣብ ተፈታዊ ሸው ክልተ ኣሕዋትና መፂኦም ሕቶ ሓቲቶም ንሱ ከዓኒ እቲ ናይ ካቶሊክ ኣቐሽቲ ለትሪ ዝፅሓፎ ማለት እዩ ብናቱ ሆምወርክና ጌርና መፂና ኢና እሞ ሕጅስ እቲ ዝብልዎ ዘለዎሲ ንኢሰያስ ዝድግፍ እዩ እዮም ዝብሉ ዘለዉ ከምዘተረደኣኒ ማለት እዩ። ሆምወርክና ጌርና ኢና ኢሎም ግን ሆምወርክም ኣይገበሩን። ከመይ ጌርና ንፈልጥ ተልና ከዓኒ ሓደ ንቤተክርስትያን ናይ ካቶሊክ ወይ ነቶም ሊደራት ካንታክ ጌርም ሕቶ ኣይቕረቡሎምን። ካልኣይ ከዓኒ ኣበይ ኣሎ ሓውኻ ትርጉም ኣይፈለጥዎን ምስኡ ከዓኒ ንሰልጠነ ብዝመስለካ ጌርካ ኢኻ ትርጉሞ ዘለኻ ኢሎሞ ተቀዳዲሞም ከዓኒ ኣብ ፍርዲ እዞም ክቡራት ኣቦታት ኣትዮም ንህይወቶም ይሕሰቡላ እምበር ካብ ሓጢኣት ንኸርሕቁ ኣቦታት ናይ ካቶሊክ ንፕሮሴኪሽን ሓንጎፋ ኢሎም እዮም ዝቕበልዎ ምክንያቱ ዘይ ሊቭ ፎር ጋስፕል እቲ ህይወቶም ዘይ ሊቭ ፎር ጂሰስ ኦኬ ኣይወለዱ ኣይተመርዓዉ ገዛ ኣይገዝኡ ህይወቶም ንጎይታ እያ ኢየሱስ ናቶም ስፓውስ እዩ ፓድረ ናይ ኢየሱስ እዮም እምበር ፓድረ ናይ ኢሳያስ ኣይኮኑን ንሳቶም ከዓ እንታይ ይኣምኑ ከምቲ ጎይታ ዝምህሮም ከምቲ ጎይታ ዝምህረናን ኩላና ማለት እዩ ቴቃብ የኩራስ እንፋሎም ይብለና ንሳቶም ከዓ ብግብሪ ይገብርዎ ኣለዉ ንጎይታ እዮም ዘገልግሉ ዘለዉ ዴልፎ ጂሰ ዘለዎም ማለት እዩ ኩሎም በዓል ሴን ኣባ ዘወንጌል በዓል ሴንት ኣባ ኣንቶኒዎስ ከምኡ ከዓ እዞም ካቶሊካውያን እዚኣቶም ስርሖም ሰሪሖም እዮም እቲ ጎይታ ንየሱስ ክርስቶስ ዝደልዮ ስራሕ ይሰርሑ ኣለዉ እዮም እቲ ኣብ ጀል ክእትዎ ከሎ ክእትዎም ከለዉ ከዓኒ ከመይ ገይሮም እዮም ተፈቲሖም? እዚ ከዓኒ ሓይሊ ሰብ ኣይኮነን፣ ሓይሊ እግዚኣብሄር እዩ። ምክንያቱ ኩሉ ካቶሊክ ብፀሎት ድዩ ብቅዳሴ ምውፋይ ድዩ ብሮዙሪ ድዩ ክንደይ ፀሎታት እዩ ተወፊሎም። እዚ ከዓ እግዚኣብሄር ከዓ ሁሉ ግዜ ንፀሎት ዝገብር ይሰምዕ። ህዝቢ ብኩሉ ብሓንሳእ ተላዒሉ እንድሕር ፀሎት ገይሩ ብጣዕሚ ቀልጢፍ እዩ ዝሰምዓካ ጎይታ there is power in prayers okay ሕጂ ንእሽተይ ባክግራውንድ ናይቲ ለትር ክዛርብ ኦኬ እቶም ኣቦታትና ናይ ኣርባዕተ ሸነኽ ቢሾፕስ እዮም ናይ ኣስመራ ናይ ከረን ናይ ስገነይቲ ናይ ባረንቱ ማለት እዮም ሕጂ እቲ ናታቶም ቲም ከዓኒ ብ2013 ዓመት እምነት ዝፍፀመሉ ግዜ እዩ ነይሩ ሕጂ ምስኡ ገይሮ ምስኡ ከዓ እቲ ናይ ትራጂክ ኢቨንት ኣብ ላምባዱሳ ዘጋጠመ ማለት እዩ ስቅያት ናይ ህዝቢ ኤርትራ ዝገልፅ ስለዝኾነ ብሓንሳእ ከምባይን ገይሮም ብኡ እዮም ትለተር ተሲኦም ክፅሕፍዎ ማለት እዩ እቲ ታይትል ክንታይ ይብል ተበልና ሓዋርያዊ መልእኽቲ ንእመናን እዩ ዝብል ናብ መን ኢኻ ተበልና ከዓኒ ናብ ህዝቢ ክርስትያን ኣመንቲ ኤርትራውያን ምስኡ ከዓኒ ናብ ሰብ ፅቡቅ ድላይ ማለት እዩ እቲ ብሬክዳውን ከ ናይቲ ለተር እንታይ ተልና ከዓኒ ናብ ሰለስተ ሴክሽን እዮም ብሬክዳውን ገይሮሞ ናይ መጀመርያ ፌት እዩ ካልኣይቲ ከዓኒ ሁሉ ኩነታት ናይ ህዝቢ ሃገር ዘተኮረ ማለት እዩ እታ ሳልሰይቲ ከዓኒ ክርስትያናዊ ህይወት ማለት እዩ እቲ መልእኽቲ ከ እንታይ እዩ ዝብል ተተባህለ ከዓኒ ተቃውሞ ናይቲ ጌጋታት ዝግበር ዘሎ ኣብ ህዝብና እቲ መንግስቲ እውን ሓደ ካብቲ ህዝቢ ኣካል እዩ ዲሬክትሊ ንመንግስቲ ዝቃወም ዘረባ ኣይኮነን ምክንያቱ ቤተክርስትያን ስራሓ ኣይኮነ ንቤተክርስትያን ዲሬክትሊ ክትቃወሙ ነቲ ህዝቢ ጥራሓ ተመርሖ ማለት እዩ እቲ መልእኽቲ ከ እንታይ ይብል ካብዚ ዓዘቕቲ ከመይ ገይሩ ክወፁ ከም ዘለዎ እቲ ህዝቢ ምኽርን መግለፅን ዝሓዘ እዩ ማለት እቲ ለተር ካብ ህዝቢ ዝደልይዎ ኸ እንታይ እዩ ተልና ከዓኒ ህዝቢ ህይወቱ ክሕድስ ጌጋታቱ ክእርም ከምቲ ምስጋና ንምግባ ደይሊ ንታ ነብስና ከዓኒ ምግቢ የድልያ እዩ ሕጂ ቀዳምነት ምኽሮም እታ መንፈስ ከመይ ጌራ ከመይ ጌርና ከም ነሐድሳ ቤተ ክርስቲያን ትምህርታ ኸ ገሊፃስ ኣረዲኣቶ ድያ ነቲ ህዝቢ መሰረት ናይ ሰብ ህይወት ከዓኒ እቲ ትእዛዝ ናይ እግዚኣብሔር ምዃኑ ንሱ ትምህርቲ የቕርቡልና ኣለዉ ማለት እዩ ነብስና ምስ ተሓደሰት ከኣ ኣምላኽ ከኣ ባዕሉ እቲ ዘድልየና ነገር ነታ ስጋና ይወፍየልና ማለት እዩ። ሰላም የውርደልና ኣብ ዓድና ማለት እዩ። ኩሉ ግዜ ኣብ ንዛዜን ኣብ ሂወትካ ንእግዚኣብሄር ምስ ሃብካ ጎይታ ከዓኒ ባዕሉ ነቲ ናይ ስጋኻ ጉዳይ ባዕሉ እዩ ዘምፀልካ ባዕሉ እዩ ቴኬር ዝገብሮ ማለት እዩ። ሕጂ እንታይ ዝበሃል ኣሎ ሓንቲ ሓደ ህዝቢ እንድሕር ካብ እግዚኣብሄር ርሒቑ ሓደ ርጉም ንጉስ ይሰደሉ ሕጂ ኒና ከዓኒ ብሓጢኣትና እግዚኣብሄር ተቆጢዕና ኣሎ ማለት እዩ ኒና ግን ኣብ ክንዝናዘዝ ክንፋቐር ኣብ ገዛና ፍቕሪ ከይገበርና ኣብ ጎረቤትና ፍቕሪ ከይገበርና ኣብ ሃገርና ፍቕሪ ክርከብ ማለት ሓሶት እዩ ቤተ ክርስትያን ከዓ እዚ ስራሓ እዩ ነቲ ህዝቢ ናብ ሰላም ናብ ንስሓ ናይ ነብሱ ሂወት ንክሓስብ ናይ ስጋ ከይኮነስ ናይ ነብሲ ብከምኡ እዮም ተበጊሶም ፅሒፎሞ ዘለዉ እዚ ለተር ማለት እዩ ኦኬ እንታይ ኢሎም ጀሚሮሞ ኣቦታት ማለት እዩ ኣዳም ኣበይ ኣለኻ ትብል ኣበይ ኣሎ ሓውኻ ከዓ ትብል መሊሳ እዘን ክልተ ካብኣቶም ተሲኦም እዮም ለተር ፅሒፎማ ዘሎ ማለት እዩ ኣበይ ኣሎ ሓውካ ዝብል ከዓኒ ካብ ናይ ጳጳስ ፍራንስስ ተበጊሶም ናብ ላምፓዱሳ ቪዝት ገይሩ ነይሩ ሽዑ እንታይ ኢሉ ተዛሪቡ ማለት እዩ ከንብበልኩም እየ ዌር ኢዝ ዮር ብራዘር ዮር ማይግራንት ብራዘር ዮር ብራዘር ፕሮስትሬትድ ባይ ፖቨርቲ ዮር ብራዘር ክራሽድ ባይ ዎር ኢሉ ደጋጊሙ ፖፕ ፍራንሲስ ተዛሪቡ ነይሩ። ንሳቶም ከዓኒ እቲ ናይ ጳጳስ ሓላዊ ናይ ቤተ ክርስቲያንና ናቱ ካብኡ ተበጊሶም ንሳቶም ከዓ ንህዝቦም ኮጓስዩ ታለተር ጽሒፎማ ማለት እዩ። ኣቦታት ናይ ኤሪትራ ከዓ እቲ መልእክቲ ናይ ጳጳስ ይደግሙልና ኣለዉ ማለት እዩ። ብሓፂሩ ኣቦታት ካቶሊካውያን ቤተ ክርስቲያን እንታይ እዮም ዝብሉና ዘለዉ ር ሲምፕሊ ተሊንግ ኣስ ሪማይንድ ኣስ and to remind the region of Eritrea that we are our brothers keepers እዮም ዝብሉና ዘለዎ ማለት እዩ ሕጂ ምስኡ ከዓኒ ኩሉ እቲ ዝበሃል እቲ ሕማቅ ስራሕ ዝስራሕ ዘሎ ኣብ ዓድና ኩሉ ገሊፆም እዮም ንዕኡ ኣይደገፍዎን they are against it ግን ኣፎም መሊኦም ንሓደ መንግስቲ ዝግበር እዚ ኣይትግበር ክብሉስ ናታቶም ስራሕ ኣይኮነን ኦኬ እንታይ ኢሎም ተዛሪቦም ምስኣ ምክንያት የብሉን ከርተት ክብል ፈቆዶ ሃገር the land of milk and honey ክደሊ ህዝቢ ኤርትራ ዓዱ ከምኡ ነይሩ እቲ ዝኸውን ኢሎም ተዛሪቦም እዮም ሕጂ ኩሉ ናይ ኢሳያስ ዝግበር ዘሎ ኣብ ዓድና ኣይድግፍዎን እዮም ኣፎም መሊኦም ግን እዚ ግበር እዚ ትግበር ክብልዎ ኣይክእሉን እዮም ንሓደ ሓላፊ ማለት እዩ ስርሖም ኣይኮነን ስራሕ ናይ ኣቦታት ከ እንታይ እዩ ተልና ከዓኒ ምስ ስርዓት ናይ ዓለም ብፀሎት እዮም ዝፈትሕዎ ማለት እዩ ምክንያቱ ይፈልጡ እዮም ስፕሪቹዋል ባትል ከም ዘለና ዎር ብትዊን ጉድን ኢቭል ከም ዘለና ሸይጣን ከዓኒ ናይዚ ዓለም ፕሪንስ ምዃኑ ስለ ዝፈልጡ ማለት እዩ ካልኣይ ነገር ከዓኒ ኩሉ ሰብ ኣብ ዓለም ፍሪ ውል ኣለዎ ፍሪ ውል ስለ ዘለዎ ንሓደ ሰብ ብሓይሊ ዝግበር ዝግበር ክትብሎ ኣይትኽእልን ኢኻ ነቲ ህዝቢ ጥራሓ ክትምህሮ ትኽእል ቤተክርስትያን ነገስታት ናይ ዓለም ክትቆጻጸረን ስራሕ ናይ ኣቦታት ኣይኮነን። ናታቶም ስራሕ ንህዝቢ ክጓስዩ፣ ናብ ኣምላኽ ከቕርብዎ፣ ወንጌል ክሰብኩ፣ ከጠምቑ፣ ቃል ኪዳን ክእስሩና፣ ከናዝዙና፣ ከቕርቡና፣ ምውታን ክፈትሑልና እዚ እዩ ተጸዋዕቶም ብሓጺሩ ሙሶ ከዓ እንታይ ገይሩ ጎይታ ማለት እዩ እቶም ይሁዳውያን እንታይ ኢሎሞ ንኢየሱስ ኣብ መጽሓፍ ቅዱስ ስለ ብተንኮል እዮም ሓቲቶም እዛ ሕቶ እዚኣ ማለት እዩ ንመንግስቲስ ግብርስ ክንከፍልዶ ኣለና ኢሎሞ ጎይታ ክንታይ መሊሱሎም ኣብ ያሎት ገንዘብ ኢልዎም ገንዘብ ኣምፅኦምሉ ናይ መን ስእሊ እዩ ኢልዎም ናይ ቄሳር እቲ ናይ ቄሳር ንቄሳር ሃብዎ እቲ ናይ ኣምላኽ ከዓ ንኣምላኽ ሃብዎ ኢሉ መሊሱሎም ማለት እዩ ምስኡ ከዓ መንግስቲ መንግስቲ ናይ ዓለም ናይዚ ዓለም እዚኣ ኣይኮነትን ኢሉ ከዓ ኩሉ ግዜ ጎይታ ይስበኽ ነይሩ ማለት እዩ ምክንያቱ ሂኖስ ሸይጣን ናይ ዓለም ፕሪንስ ስለ ዝኾነ ንሱ ከዓ እንታይ ኢሉ ዶንት ቲንክ ኣይ ሃቭ ካም ቱ ሜክ ፒስ ኦን ኤርት ባት ሶርድ ኢሉ ከዓ ተዛሪብሎ መፅሓፍ ቅዱስ ማለት እዩ ሶ ከምቲ ንፈልጦ እዚ ዓለም ብክልተ መንግስትታት እያ ትካየድ ማለት እዩ። መንግስቲ ናይ ኣምላኽን መንግስቲ ናይ ዲያብሎስን። ምስኡ ከዓኒ ኣቑሑት ናይ ትግራይ ከይትገዝኡ ኢሎም ኣውጆም ነይሮም ማለት እዩ እቶም ኣቕሽትና። ንሶም እንታይ ማለቶም እዩ ዶን ፓርቲስፔት ኢን ስን ምክንያቱ ነቲ ውግእ ነቲ ጆኖሳይድ ዝካየድ ዝነበረ ኣብ ትግራይ ናታቶም ስራሕ ኣይኮነን ደው ከብልዎ ንመንግስቲ ዝኣክል ናይ ዓለም እዚ ግበር እዚ ኣይትግበር ክብልዎ ኣይኽእሉን እዮም ነቶም ናቶም ምእመናን ከመይ ገይሮም ከም ዘጓስይዎም ናብ ሓጢኣት ንኸይኣትዉ ምኽሪ ምኽሮም ተዛሪቦም ግቡኦም እዮም ገይሮም እምበረይ እቲ ጆኖሳይድ ኮይኑ ዝኾነ ውግእ ናይ ዓለም ወላ እዚ ናይ እስራኤል ናይ ፓለስቲንያ ዘካይድ ዘሎ ዓበይቲ ሃገራት the new world order ዝበሃላ behind the scene ባዕላተን እየን ኩሉ ዘካይድኦ እዚ ክዛረበሉ ይኽእል እኒ ሕጂ ኣነዘ ታፒክ ስለ ዝኾነ ኤኒወይ ምስኡ ከዓኒ ክዛረባ ደልየ ዘለኹ ናይ እቲ እቲ እቲ ህዝብናሲ ህዝቢ ህዝቢ ኤርትራሲ ክምለስ ኣሎ ናብ ዓዱ ኢሎም ክዛረቡ ከለዉ እዞም ኣቦታትና ካበይ ተበጊሶም እዮም ንሳቶም ዝብሉ ዘለዉ ንሕና ኣብ ንፍስሓ ምስ ኣተና ነብስና ምስ ቆፀርና ኩሉ ነገር ግቡእና ምስ ገበርና እቲ ጎይታ ከዓኒ ባዕሉ ምሕረት ከም ዝሰደልና ስለ ዝፈልጡ ዓለም ህዝብናን ሰላም ከም ዝወርዳ ከም ስለ ዝፈልጡ ናቱ ቪድዮ ከማን ኣለኒ ክትሪእዎ ትኽእሉ ኢኹም ሽዑ እቲ ታርጌት እዮም ዝዛረቡ ዘለዉ ንሳቶም እቲ ታርጌትና ሲ ህዝብና ንዓዱ ክምለስ ምክንያቱ ኣይጠዓሞን ዘሎ ብባሕሪ ወፂኡ ይጠፍእ ኣሎ ዛንብኦም ይውሰዱ ኣለዉ ዘይበሃል ኢቭል የጋጥሞ እዩ ዘሎ እቲ ህዝቢ ካብ ዓዱ ወፂኡ እሞ ነዚስ ከመይ ጌርና ዶ ክነብሎ ኣለና እቲ ህዝቢ ናብ እግዚኣብሄር ገፁ ክምለስ ኣለዎ ህዝቢ ከዓኒ ሰላም ንክረክብ ኢሎም ካብኡ ተበጊሶም እዮም ዝዛረቡ ዘለዉ ኣብዚ ክንጥንቀቕ ኣለና ኦኬ ምስኡ ከዓኒ እቶም ኣሕዋትና እንታይ ኢሎም ኢሳያስ እዞም ኣቦታት ናይ ኢሳያስ ፓድሪ እዩ እዚ ደፊርካ ከም ኢልካ ክትዛረብ ነውሪ እንድዩ ሕጂ ግን ንዓይ ንሳቶም በዛ ንሳቶም ዝበልዋ ንዓይ ኣብ ሓሳብ የትዮሙኒ ዋ ንሳቶም ከ ፓድሪ ናይ ኢሳያስ ተኾኑስ እንታይ ንፈልጥ ዝጋዕ ዝብል ኮይነ ማለት እዩ ምክንያቱ ኩሉ ግዜ ክንዛረብ ከለና ሓሲብና ክንዛረብ ክንክእል ኣለና ምክንያቱ እታ ዘፈሓርናዮ ጉድጓድ ባዕልና ኢና ንኣትዋ ኤኒወይ ከምዚኣ እንዳበልኩ ኣብዚ ኣይውድእ እግዚኣብሔር ጎይታ ሰላም ይሃበና ኩላህና ኣብ ንስሓ ኣቲና ዓድና ንርከበላ መዓልቲ ይምፃእ ኩሉ ኣብ ኢድ ኣምላኽ እዩ ዘሎ ንዓና ጥራሕ ይፅበ ዘሎ ኣብ ንስሓ ክንኣቱ ክንፋቐር እምበር ኢሰያስ ሓይሊ የብሉን ክብለኩም ደልየ ኣሕዋተይ ሓይሊ የብሉን እቲ ሓይሊ ንሕና ኢና ሂብናዮ ዘለና ንሕና ብንፋቐር ንሕና ብንተሓላለብ ንሕና ናይ እግዚኣብሔር ስራሕ ብንሰርሕ ኣምተን እዩ ኣብታ ዓዲ ስኮፍ ኣይምበለን ኢሰያስ ቀደም ወፀ ነይሩ ልክዕ ናይ እስራኤል ታሪክ ኣባና እዩ ዝፍጸም ዘሎ ቪድዮ ስለ ዘለን ሃይድኩም ረኣይዎ እኹም እግዚኣብሔር ጎይታ ምስ ኩላህና ይኹን ጎይታ ባርኩም። ስለዚ እዛ ሃገር ትባድም ከም ዘላ ዘመልክት ኣውያት እተስምዕ ዘላ። ኣውያታ ከኣ ናብ ኩሉ እዩ፣ ናብ ውልቀ ሰባት፣ ስድራታት፣ ናብ ዓበይቲ ዓዲ፣ ናብ መራሕቲ መንፈስ፣ መራሕቲ ፖለቲካ፣ ዝቐርብ ዘሎ ጥርዓን እዩ። ሃለዋቱ ይግድደና ኣሎ። ስለምንታይ መንእሰያትና ዓዲ ጓና ዘማዕድው ምባል ትርጉም ኣይህልዎን ዓዲ ሰላም ዓዲ ፍትሒ ዓዲ ስራሕ ዓው ኢልካ ዝመሰለካ እትዛረበላ ሰሪሕካ እትሓድረላ ዓዲ ምስ ሓዝካ መዓር ገዲፉ መዓር ዘናዲ ስለ ዘየልቦ ንስደት ክንዲ ዘማዕድው ዝኸዱን ካብ ስደት ዝምለሱን ዝውሕዙን መንእሰያት ክህልውና ናይ ግድን እዩ። ክልውጡ ዘይምኽኣሉስ ስለምንታይ እዩ? እቲ ዝተፈተነ ካብ ዘይሰርሐኸ ካልእ ኣገባብ ክመሃዝዶ ኣይምተኻእለን ድዩ? ጸጊበን ካብ ዝዕንድራ ኣብ ታይስ ካልኦት ዓንዲረን ኢለን ዝዕንድራ ይበዝሓ ከም ዝበሃል፣ እዋኑ ዘማዕበሎ ይኸይድ'የ ኢልካ ዝግበር እኳ እንተሎ፣ ብፍላይ ንመንእሰይ ኩነታቱን ክንጥምት ከሎና ግን መምጽኢኡ ዘማዕድወሉ መደባት ህይወቱ ዝገብረሉ፣ ካብዚ ተበጊሰ ኣብዚ ክበጺሐ ዝብል ሃንቀውታ ዘይርእየሉ ኩነታት፣ እዚ ዘለኹዎ ኩነት ጽንሕ ኢሉ ከብቅዕ እዩ'ሞ ክንየው ዝጥምቶ ዝጭብጦን ኣሎኒ ክብል ዘይምኽኣሉ ዓቢ ጸገም ፈጢሩ ኣሎ። ኣይ ሰላም ኣይ ኩናት ዝኾነ ኩነትና ድዩ ነዚ ኩሉ ፈጢሩ? ዝብል ሕቶ ዘልዕል እንተኾነ፣ ነዚ ኩነት'ዚ ንምልዋጥ ከ ድልየት ወይ ዓቕሚ የልቦን ማለት ድዩ? ንህዝብን ሃገርን ዝጎድእ ኩነት ንምልዋጥከ እንታይስ እንታይ ክግበር ዘይምተኻእለ? ፈውስኻ ካብ ርእስኻ ስለዝኾነ ሕብረተሰብ ዓለም እኳ ጉቡኡ እንተዘይፈጸመ እቲ ግዳይ ዝኾነ ወገን ግን ተባላሒቱ ግድሉ ንምፍታሕ ክጽዕር ረብሕኡ ዝጠልቦ እዩ። እንትርፊ ንዓመጽትን ንጨወይትን ንህዝብን ሃገርን ካብ ዘየርብሕ ካብ ከምዚ ዝበለ ኣይሰላም ኣይኩናት ዝኾነ ሃለዋት ከምዝወጽእ ክገብር